ክቡራትን ክቡራንን ተኸታተልቲ መደብ ቋንቋ ትግርኛ ሁብ ቻናል እንደገና ተራኺብና ኣለና እቲ ትንቢት ዳንኤል ምዕራፍ ሸሞንተ እንዲና ነጽንዕ ዘለና እ፣ ቅድሚ እዚ ሓሳብ እዚ ክልተ ተኸታታሊ ሓሳብ ርኢና ነርና ካብ ምዕራፍ ሸሞንተ ሕዚ ከዓ እንደገና እቲ ሳልሳይ ክፋሉ ኢና ክንርኢ። እዚ ሳልሳይ ክፋል እዚ ኸዓ ኣብ መንጎ እቲ ኣብ ምዕራፍ ሸሞንተ ዘሎ ራእይን ቅድሚ ሕጂ ዝነበረ ራእያትን እንታይ ዝምድናታት ኣሎ እዩ ዝብለና። እቲ ቅድሚ ሕጂ ዝነበረ ራእያት ክበሃል ከሎ ያው ኣብቲ ናይ ዳንኤል፣ መጽሓፍ ተደሪኽና ኣብ ትንቢት ዳንኤል ንዘሎ ሓሳባት ኢና ክንርኢ። ቅድሚ ነዚ ትምህርቲ እዚ ምጅማርና ግን ኣምላኽ ብመንፈሱ መታን ክምህረና ጸሎት ክንጽሊ ኢና እሞ ሓቢርና ንጸሊ። ዘልኣለማዊ ዝኾንካ፣ ዘልኣለማውያን ንኽንከውን ጎይታ ትጽዕርን ናባኻ ንኽንመጽእ ጎይታ ትገብር ዘለኻን ኣምላኽ ነመስግነካ። እንሆ ሰናይ ፍቓድካ ኮይኑልና እንደገና ተራኺብና ቃልካ ክንምርምር ቃልካ ክነጽንዕ ዕድልን ግዜን ሂብካና ኣለኻ እሞ በዚ ዝሃብካና ዕድልን ግዜን ተጠቒምና ብጎይታ ብመንፈስካ ተመሪሕናን ብመንፈስካ ተገሊጹልናን ቃልካ ክንምሃር ክንምርምር ክነጽንዕ ክተብቅዓና ንልምነካ ኣቦ እዚ ኩሉ ክኸውን ከሎ ከኣ እንደገና ከምቲ ናይ ተስፋ ቃልካ፣ ጐይታ፣ ናብቲ ንስኻ ዘለኻሉ ቅድስተ ቅዱሳን ክንበጽሕ እዩ እሞ፣ ኣብቲ ዘለኻሉ ክንበጽሕ መታን ብመንፈስካ ክተኽእለናን ክትመርሓናን እውን ንልምን ስለቲ ፈቃር ዝኾነ ሽምካ ኣሜን። እምበኣር ኣብቲ ሕዚ እውን ኣብ ምዕራፍ ሸሞንተ እንዲና ዘለና ኣብ ምዕራፍ ሸሞንተ ራእይ ርእዩ ኣሎ ዳንኤል ነቲ ንሱ ዝረኣዮ ራእይ ድማ በቲ ንሱ ዝነበረሉ ግዜ ዘይኰነስ ኣብ ግዜ መወዳእታ ዝፍጸም ምዃኑ ኣብ ቍጽሪ ዓሰርተ ሸውዓተ፣ ኣብ ቍጽሪ ዕስራን ትሽዓተን እንደገና ኣብ ቍጽሪ ዕስራን ሓሙሽተን ርኢና ኔርና። እዚ ድማ ኣብቲ ግዜ መወዳእታ ዝኸውን እዩ እሞ ሕተሞ። ንግዜ መወዳእታ እዩ እሞ ንሽዑ ስለ ዝዀነ ሕለፎ ይብሎ ኣሎ ማለት ኣይኮነን። ይተሓተም ስለ ዝተባህለ ተዓጽዩ ይትረፍ ግን ኣይኮነን። ግዜ መወዳእታ ክበሃል ከሎ ድማ ኣርሒቕና ንርእዮ ገና ንቕድሚት ዝኸውን ጌርና ኣይንውሰዶ። እወ እቲ ሽዑ ምናልባሽ ርሑቕ ክነብር ይኽእል ይኸውን። ሕዚ ግን ዘለናሉ ግዜ ባዕሉ ግዜ መወዳእታ ምዃኑ ኣብቲ ናይቲ ዝሓለፈ ትምህርትና ርኢናዮ ኔርና ንምዕራፍ ሸውዓተ ኣጣቒስና። ኣብ ምዕራፍ ሸውዓተ ዝረኣናዮ ሓሳብ ከም ትዝክርዎ ተስፋ እገብር። ንሱ ድማ ኣብቲ ግዜ መወዳእታ ኣብ ሻድሻይ መንግስቲ ዘለና ምዃንና፣ ተማሂርና ኔርና ምልስ ኢልና እውን ንሱ ክንሪኦ እንተንፍትን ዝሐሸ ፅቡቕ መረዳእታ ንኽህልወና ምናልባሽ እውን ንኽንዝክሮ ዘኽእለና ክኸውን ስለ ዝኽእል ሻድሻይ መንግስቲ ተባሂሉ ዝመፅእ ካልእ ሓዱሽ ሻድሻይ መንግስቲ ግን ኣይኮነን እቲ ሓፂን ዝነበረ እዩ መንግስቲ ሮም ሓጺን ዓብላሊ እዩ፣ ብርቱዕ እዩ፣ ምስኡ ድማ ዝዛመድ ልምሉም መሬት እዩ። እቲ ልምሉም መሬት ብድኻም ዝግለጽ ጥራይ ዘይኮነስ ብዝተበከለ እምነት ክርስትና እውን ዝግለጽ ምዃኑ ርኢና ነይርና። ኮይኑ እውን እታ ሻድሸይቲ መንግስቲ ኮይና እትመጽእ እታ ንእሽቶ ቀርኒ ከም ዝዀነት፣ ንሽሕን ክልተ ሚእትን ስሳን ዓመታት ዝኣክል፣ ካብ ሓሙሽተ ሚእትን ሰላሳን ሸሞንተን ድሕሪ ልደተ ክርስቶስ ክሳብ ሽሕን ሸውዓተ ሚእትን ተስዓን ሸሞንተን ኣብ ክርስትያናት እሞ ድማ ኣብቶም ንሳ ዘውጽኣቶ ሓዱሽ መምርሕን ኣካይዳን እምነት ዘይተቐበሉ፣ መጽሓፍ ቅዱስ ዝብሎ በዚ እዩሞ በቲ መጽሓፍ ቅዱስ ዝብለና ጥራይ ኢና ኽንከይድ ስለ ዝበሉ፣ ባርባራዊ ግፍዒ ተፈጺምዎም። ንክጸንቱ ተገይሮም ንክስደዱ እውን ተገይሮም። ነዚ ከም ኣብነት ብዛንታ ዝተጠቕሰ መጽሓፍቲ እውን ከይተረፈ ጠቒስና ኢና ሓሊፍና ነይርና። ካብቲ ንሳቶም ምቕባል ዝኣበይዎ ሓደ ነገር፣ ሻብዐይቲ መዓልቲ ሰንበት እግዚኣብሄር ዝሃበና፣ ባሪኹን ቀዲሱን ሂቡና እንከሎ ንሱውን ኣዕሪፉላ ንሕናውን ክነዕርፈላ ሂቡና እንከሎ ቀዳመይቲ መዓልቲ ሰሙን ሰንበት ኢልና ኣይነኽብርን ኢና ምባሎም ከም ሓደ ተጠቃዕቲ ንክኾኑ ዝገበሮም ንሱ ኢዩ። ካብ ዝገርመኩም ነገር ኣብ መጽሓፍ ቅዱስ ሕዚ እውን ቀዳመይቲ መዓልቲ ሰሙን ጐይታና ኢየሱስ ክርስቶስ ስለ ዝተስኣላ ሰንበት እያ እሞ ባርኽዋ፣ ሰንበት እያ እሞ ኣዕርፉላ፣ ሰንበት እያ እሞ ቀድስዋ ዝብል ጽሑፍ ኣብ መጽሓፍ ቅዱስ ኣብ ሓደ ቦታ እኳ ኣይንረክብን ኢና። ልክዕ ብእኡ መጠን ድማ መጽሓፍ ቅዱስና ንፈትሽ። ሻውዐይቲ መዓልቲ ሰሙን ቀዳም ናይ ኣይሁድ ሰንበት እያ ዝብል ጽሑፍ ኣብ መጽሓፍ ቅዱስ ኣይንረክብን ኢና። ኣዳምን ሄዋንን ኣይሁድ ዶ ነይሮም እዮም? ኣይሁድ ዝብል መኣስ ድዩ መጺኡ? ኣዳምን ሄዋንን ምስ ተፈጠሩ ናብ ሰንበት ኣትዮም። ኣዳም ልክዕ ምስ ተፈጥረ ናብ ሰንበት እዩ ኣትዩ። ኣብ ሻድሻይ መዓልቲ ተፈጢሩ፣ በታ ሻውዐይቲ መዓልቲ ድማ ኣዕሪፉ እግዚኣብሄር ስለ ዝደኸመ ኣይኮነን ኣዕሪፉ ነይሩ። መረዳእታ ናይዚ ብዙሕ መጽሓፍ ቅዱሳዊ ጥቕስታት ኣሎ። ስለዚ እታ ሻድሸይቲ መንግስቲ ኮይና እትመጽእ እንደገና መሊሳ እቲ ሽዑ ኣብ ዓሰርተ ሸውዓተ ቴስዓን ሸሞንተን ብጀነራል በርቴር ናይ ናፖልዮን ናይ ፈረንሳይ ብኡ ዝሰኣነቶ ስልጣን ሽዑ ዝቖሰለ ቁስላ እንደገና ከም ዝሓዊ ኣብ ራኢ ሰለስተ ዓሰርተ ሰለስተ ርኢና ኔርና ማለተይ ዓሰርተ ሰለስተ ሰለስተ ደሓር እቲ ቁስላ ክሓዊ ከሎ ከም ብሓዱሽ ሓዱሽ ስልጣን ሓዱሽ ሓይሊ ረኺባ እቲ ዘይወደኣቶ ዝነበረ ተግባራ ከም ብሓዱሽ ንኽትገብር ንኽተስልጥ ከም ትብገስ ኢና ርኢና ኔርና እና እዚ ራእያት እዚ ዝምድናታትኡ እንታይ እዩ? ኣብ ትንቢት ዳንኤል ምዕራፍ ሸሞንተ እንደገና ተገሊጹ እዚ ሓሳብ እዚ ክመጽእ ከሎ ምስ ምንታይ እዩ ዝዛመድ? ሕልሚ ናቡከደናጾር ኣብ ምዕራፍ ክልተ ኣብ ሓሙሽተ መንግስትታት እተን ኣብቲ ሓውልቲ ዝተወከላ ኣርባዕተ፣ ምድራውያን መንግስትታትን ልምሉም መሬትን ሓጺንን ብንእሽቶ እምኒ ዝተገልጸት ዘለኣለማዊት መንግስትን ዘተኮረ እዩ ነይሩ። ትንቢት ዳንኤል ምዕራፍ ክልተ ክነጽንዕ እንከሎና እዚ ሓሳብ እዚ ብዝርዝር ገሊጽናዮ ነይርና። ሓደ በብሓደ ኣብኡ ኣብቲ ሓውልቲ ተገሊጸን ዘለዋ ምድራውያን መንግስትታት እየን ነይረን። ዕላማ ምዕራፍ ሸሞንተ ካብ ምድራዊ መንግስቲ ናብ ሰማያዊ መንግስቲ ኣቢልና ንኽንጥምት ኢሉ እውን ናብ ሰማያዊ መንግስቲ ንኽንመጽእ ዝድርኸና ምዃኑ ርኢና ነይርና፣ ገና እውን ክንሪኦ ኢና። ኣብዛ ሓውልቲ ኣብ ትንቢት ዳንኤል ምዕራፍ ክልተ ንጉስ ናቡካዳናፆር ዝሓለሞ ሕልሚ ወርቂ ብሉፅ ብሩር እቲ ወርቂ መንግስቲ ባቢሎን እቲ ብሩር ሜዶን ፋርስን ኣስራዚ መንግስቲ ዮናኒ፣ ሓጺን መንግስቲ ሮም፣ ሓጺንን ልምሉም መሬትን፣ ካብኡ ኸዓ ቐጺሉ እታ ኣንከራርያ እትመጽእ መንግስቲ ዘለኣለማዊት ዝኾነት መንግስቲ ኣምላኽን ከም ዝኾነ ኣብዚ ኣተኲሩ ክዛረብ ከሎ ኢና እንርኢ። ኣብዚ መንጎ እዚ ኣብታ መንጎ መንግስቲ ሮምን ኣብ መንጎ እቲ ልምሉም መሬትን ሓጺንን ኣብ መንጎኡ እታ ሓምሸይቲ መንግስቲ ከም ዘላ ክንርስዕ የብልናን፣ እታ ንእሽቶ ቀርኒ። እታ ንእሽቶ ቀርኒ ዝወጸት ካብ መንግስቲ ሮም እዩ። ካብ ምንም ኣይኮነትን ካብቲ ሓጺን እያ ወጺኣ ነቲ ናይ መንግስቲ ሮም ኣካይዳ እምነት እያ ተቅጽል ዝነበረት ምክንያቱ ሓጺን ይጭፍልቅ ስለ ዝብለና ኣብ ራኢ ዳንኤል ኣብ ምዕራፍ ሸውዓተ ውን እቲ ሕልሚ ናቡከደናፆር እዩ፣ እዚ ራኢ ዳንኤል እዩ። ነርባዕተ ሰብኣዊ መንግስትታት በርባዕተ ኣራዊት ዝውከላን ንእሽቶ ቀርኒ ስዒቡ ዝመፅእ መንግስትን ከምኡ እውን ብእግዚኣብሔር ዝተመስረተት ዘለዓለማዊት መንግስትን እዩ ዘመላኽት። ንምዝኽኻር ዝኣክል እዩ ዝደግሞ ዘለኹ። ኣብ ራኢ ዳንኤል ዳንኤል ራእይ ክርኢ ከሎ ኣብ ምዕራፍ ሸውዓተ ኣብኡ ንሱ ነቲ ንጉስ ናቡከደናጾር ዝረኣዮ ሕልሚ ንጉስ ናቡከደናጾር ብናይ ሰብ ቅርጺ ዘለዎ ሓውልቲ ወርቂ፣ ብሩር፣ ኣስራዚ፣ ነሓስ፣ ሓፂን፣ ልምሉም መሬትን ሓፂንን ዝተሓዋወሰ ከምኡ እናበለ ዝርኣዮም ወቕታ ካብ ከረን ኣንከራርያ ዝመፀት ንእሽቶ እምኒ ከም ዘላን ዝገልፀልና ኣብዚ ድማ ዳንኤል ኣብ ዝረኣዮ ራእይ በርባዕተ እንስሳ መሮር ኣራዊት ዝውከላ ካብኡ ኸዓ ንእሽተይ ቀርኒ ቕልቅል ክትብል ኮላን እታ ንእሽቶ ቀርኒ ድማ እንታይ ሒዛ ከም ዝወፀትን ዝዛረብ ሓሳብ ኢና ርኢና። እዚ ድማ ንባቢሎን ዝውክል ኣንበሳ እሞ ድማ መንፈር ንስሪ ዘለዎ ንሜድ ነቲ ካልኣይ መንግስቲ ዝውክል ድቢ እሞ ድማ ኣብ ኣፉ ኣብ መንጎ ኣስናኑ ሰለስተ ዓጽሚ መሰንገለ ዝሓዘ ጠጠው ኣበሃህልኡ ድማ ዘባል ዝነበረ እቲ ራብዓይ መንግስቲ ድማ ኣርባዕተ ርእሲ ዘለዎ ኣርባዕተ እውን መንፈር ዑፍ ዘለዎ ሓደ ኣካል ሰብነት ዘለዎ ነብሪ ከም ዝረኣየ፣ እታ ሓምሸይቲ እታ ራብዐይቲ ግን መግለጺ ክሳብ ዝስእነላ ክፍእቲ ዝኾነት በስናና ትምጭት ንዝተረፋ ድማ ብእግራ ትረግጽ ምስኡ ድማ እንደገና ዓሰርተ ቀርኒ ዘለዋ ከም ዝኾነት እዩ ዝዛረብ። እታ ሓምሸይቲ ኮይና እትመጽእ ካብተን ዓሰርተ ኣቕርንቲ ሰለስተ ካባታተን ሞንቊሳ ንሳ ቅልቅል ከም ትብል ንሳ ድማ ቤተ መቕደስ ናይ ምዃን ይግብኣኒ በሃላይነት መሰል ከም ዘለዋ እትዛረብ፣ ዓይኒ ዘለዋ፣ ከም ሰብ ዝርኢ ዓይኒ፣ ዳሕራይ ነተን ሰለስተ መንኲሳ ክተውጸእን ከላ፣ ኣብ ሰለስተ ዝተፈላለየ ግዜ ኮይኑ እታ ናይ መወዳእታ ብ ሓሙሽተ ሰላሳን ሸሞንተን ን ኦስትሮጎትስ ሞንኪሳ ከም ዘውጽኣታን ርኢና ኔርና። ኣብቲ መበል ሳልሳይ ግዜ ብ ሓሙሽተ ሰላሳን ሸሞንተን ከምኡ ክትገብር ከላ ብምሉእ ሓይላን ብምሉእ ስልጣናን ነቲ ንሳ ዝሓሰበቶ ሓሳብ ብዘይ ገለ ዓንቃፊ ሓታቲ እምነታ ክተሰጉም ዝኸኣለትሉ ግዜ እዩ ነይሩ እና ዘመን ጸልማት ኢልና እንጽውዖ ወይ ድማ እንብሎ ዛንታ እውን መጽሓፍ ቅዱስ እውን ኩሉ ዝምስክረልና። ርግጽ እዩ ቃል ብቃል ዘመን ጸልማት ዝብለና ጽሑፍ ኣይንረክብን። ሽሕን ክልተ ሚእትን ሱሳን ዓመታት ወይ ድማ ንሰለስተ ዓመትን ፈረቓን ወይ ድማ ነርብዓን ክልተን ኣዋርሕ ንህዝቢ ኣምላኽ ከም ተጽንት ከም ተጥፍእ ከም ትሰጉግ ይዛረብ። ደሓር መኣስ ይጅምር ንዝብል ሓሙሽተ ሚእትን ሰላሳን ሸሞንተን ከምቲ ቅድም ኢልና ዝረኣናዮ ቃል ብቃል ሓሙሽተ ሚእትን ሰላሳን ሸሞንተን ዝብል ወላ ኣይንርከብ እምበር ካብቲ ንኦስትሮጎትስ ዘጥፍኣትሉ ግዜ ጀሚሩ ዘሰጎመቶ ስለ ዝኾነ፣ ኦስትሮጎትስ ድማ ዝጠፍኡሉ ብሓሙሽተን ሰላሳን ሸሞንተን ከም ዝኾነ ኣብ ኣብያተ ክርስቲያናት ኣብ ዛንታ ኣብያተ ክርስቲያናት ተጻሒፉ ንረኽቦ፣ ኣብ ናይ ዓለም ዛንታ ተጻሒፉ ንረኽቦ። ኣብ ዌብሳይት እውን ምስ እንኣቱ እዚ ዛንታ እዚ ክንረኽቦ ንኽእል ኢና። ኣብቲ ብዝሓለፈ ዝረኣናዮ እውን ሓደ ሓው ብዝሓተቶ ሕቶ መሰረት ነቲ ሕቶ መልሲ ክንህብ ከለና ናይ መጽሓፍ ቅዱስ ሓሳብን ኣብ መጽሓፍቲ እተጽሓፉ ጽሑፋትን ኣብ ኣብያተ ክርስትያናት ዝርከብ መረዳእታን ናይ ዓለም ዛንታን ኣጣቒስና መረዳእታ መርትዖ ኣቕሪብናሉ ኣለና። ኣብኡ ገጽና እውን እንተርኢና ከምኡ ክንረኽቦ ስለ እንኽእል። ስለዚ እታ ዘለዓለማዊት መንግስቲ ኣምላኽ እትመጽእ ኣብ ምዕራፍ ሸውዓተ ኣብ ራእይ ዳንኤል ኣብ ዝረኣዮ ዝነግረና እዚ ሓሳብ እዚ ኣብቲ ሻድሻይ መንግስቲ እቲ ዝነበረ ናይ ንእሽቶ ቀርኒ ተመሊሱ ናይ ምምጻእ ተኽእሎ ክህልዎ ከሎ፣ ኣብ ርእሲ ኸዓ እንደገና እቲ ምምፅኡ ከም ዘሎ ኮይኑ እቲ ዝ ክሳብ ሞት ዘብፅሕ ዝነበረ ቁስሉ ምስ ሓወየ ብኡኡ ነቲ ዘምለጦ ነቲ ዘየስለጦ ነቲ ሽዑ ዝሓለፎ ነገር መሊሱ ንኽገብር ብምሉእ ሓይሉን ከም ዝብገስን ከም ዘስልጥን ከም ዝፍትንን እዩ ዝዛረብ። ይኹን ደኣ እምበር ሽዑ እቲ ሻብዓይ መንግስቲ ከም ዝግለጽ እሞ ከምቲ ናይ ዝሓለፈ ጥቕዓት ከም ዘይኮነ ግን እቲ ክኸውን ዘለዎ ነገር ከም ዝኸውን ጎይታና የሱስ ክርስቶስ ብምምጽኡ ድማ ዝግለጽ ነገር ከም ዘሎ ኢና እንርኢ። ኣብ ምዕራፍ ሸሞንተ እንደገና ካልእ ራእይ ካልኣይ ራእይ ናይ ዳንኤል ኣብ ምዕራፍ ሸሞንተ ኣብ ክልተ መንግስታት ጥራይ ዘተኮረ ኮይኑ ንረኽቦ። መንግስታት ሜዶን ፋርስን ግሪኽን ተባሂለን ዝፍለጣ እየን። ባዕሉ ዳንኤል ኣብ ምዕራፍ ሸውዓተ ኩለን መንግስትታት ጸብጺቡ ክጽሕፍ እንከሎ ወይ ክገልጽ ከሎ ርግጽ ኣብዚ ከዓ እንደገና ካብ ሜዶን ፋርስን ይጅምር ሜዶን ፋርስን ዮናኒ ወይ ድማ ግሪክ ብምባል ቃል ብቃሉ ተጠቂምሉ ንረኽቦ እዚ ቃል ብቃል መንግስቲ ባቢሎን፣ መንግስቲ ሜዶን ፋርስን፣ መንግስቲ ዮናኒ እናበለ ክገልጽ ከሎ ዛንታ መጽሓፍ ቅዱስ ጥራይ ዘይኮነስ ዛንታ ዓለም እውን ተንፍትሽ እዘን መንግስትታት እዚኤን እኮ ተጸብጺበን ተገሊጸን ኢና ንረኽበን። ስለዚ መጽሓፍ ቅዱስ ነቲ ንሱ ዝበሎ ኣብ ዓለማዊ ዛንታ እውን ከይዱ ንረኽቦ ኢና። እተን ቀዳሞት ሰለስተ መንግስትታት ባቢሎን ኣብ ምዕራፍ ክልተ ካብ ሰላሳን ሸውዓተን ክሳብ ሰላሳን ትሽዓተን ምስ እነንብብ ንረኽባ ኢና። ሜዶን ፋርስን ኣብ ምዕራፍ ሸሞንተ ቁጽሪ ዕስራ ዄንና ምስ እነንብብ ቃል ብቃል ተቐሚጡ ንረኽቦ ኢና። ግሪኽ ወይ ድማ ዮናኒ ኣብ ምዕራፍ ሸሞንተ ቁጽሪ ዕስራን ሓደን ከይድና ምስ እነንብብ ቃል ብቃል ተጻሒፈን ንረኽበን ኢና። በዚ ድማ ይፍለጣ። እታ ራብዐይቲ መንግስቲ ግና ኣብ ምዕራፍ ሸሞንተ ቁጽሪ ዕስራን ሰለስተን ብሽም ኣይተነጸረትን። ነዚ ኣብ ምዕራፍ ሸውዓተ ኴንና ምስ እነንብባ ክፍእቲ ኣራዊት ጨካን እናበለ እዩ ዝገልፃ። እተን ካልኦት በብሽመን እየን ተቐሚጠን። ንሳ መን እያ? ደድሕሪ መንግስቲ ዮናኒ ዝመፀት ዝብል ሓሳብ ክንርኢ ክንፈልጥ ምስ እንደሊ ርሑቕ ምኻድ ኣየድልየናን እዩ። ናብ ካልእ ምባል ኣየድልየናን እዩ። መንግስቲ ሮም ምዃና መጽሓፍ ቅዱስ እውን ኣብ ካልእ ስፍራታት ይገልጸልና። ኣብ ምውላድ ጐይታና የሱስ ክርስቶስ እውን ከይተረፈ ንሳ ትገዝእ ምንባራ ይነግረና። ስለዚ እዚ መንግስቲ ሮም እዚ ወላ ብሽም እንተዘይተነፀረት ምኽንያት ኣለዎ። እቲኦም ብነገስታት እናተመርሑ ዝመፁ ክኾኑ ከለው እዚኦም ግን እቲ ዘገርም ብቄሳራት ጥራይ ዘይኮነስ ብጳጳሳት እውን ትመሓደር ምንባራ እዩ። እታ ንእሽቶ ቐርኒ ጳጳሳዊ ምምሕዳር እያ ተሰጉም ዝነበረት። ዳንኤል ክልተ ኣብ ቀዳማይን ራብዓይን ዘልኣለማዊትን መንግስቲ ኣምላኽ ዘተኮረ ኮይኑ ንካልኣይን ሳልሳይን መንግስቲ ብዙሕ ኣቓልቦ ኣይሃቦምን። ኣብ ዳንኤል ምዕራፍ ክልተ ምልስ ኢልና ምስ እነንብብ ብዝያዳ ኣተኲሩ ዝዛረበለን እታ ራብዐይቲ መንግስቲ ዘለኣለማዊት መንግስቲ ኣምላኽን እዩ። ብዛዕባ ባቢሎን እውን ከምኡ ቀዳማይ መንግስቲ ናይ ባቢሎን ይዝርዝሮ ናይታ ራብዒቲ መንግስቲ እታ ክፍእቲ ዝብላ ይዝርዝሮ ዘለኣለማዊ መንግስቲ ኣምላኽ ይዝርዝር ብዛዕባ ሜዶን ፋርስን ብዛዕባ ዮናኒን ከይተዛረበሎም ብዙሕ ዝርዝር ሓሳባት ከይሃበሎም ኣትኩረቱ ኣባታቶም ከይገበረ ክሰግሮም ከሎ ኢና ንርኢ ብምኽንያት እዩ ዳንኤል ሸውዓተ ድማ ኣብ ራብዓይን ሓምሻይን ሻድሻይን ዘልኣለማዊ መንግስትን ዘተኮረ ኮይኑ ነተን ቀዳሞት ሰለስተ ብዙሕ ኣቓልቦ ከይሃበን እዩ ዝሓልፍ። ንመንግስቲ ባቢሎን፣ ሜዶን ፋርስን መንግስቲ ዮናኒን ብዙሕ ከይተዛረበለን ከሎ ኮይኑ እዩ ዝሓልፈን። ግን ከኣ ኣብ ዳንኤል ሸውዓተ ከይድና ምስ እነንብብ ልክዕ ከምቲ ኣብ ዳንኤል ምዕራፍ ክልተ ኣቓልቦኡ ስሒባቶ ዘላ ዝነበረት ራብዐይቲ መንግስቲ ኣብ ሻብዓይ እውን ከምኡ ዘርዚርዋ ኢና ንረኽባ። እዛ ራብዐይቲ መንግስቲ እዚኣ ምስ ናይ ነፍሲ ወከፍ ኣመንቲ ኢና እንብል ሰዓብቲ መጽሓፍ ቅዱስ ምስ ዛንታና ዝተተሓሓዘ ዛንታ ስለ ዘለዋ እዩ። እዛ ራብዐይቲ መንግስቲ እዚኣ ሓምሸይቲ መንግስቲ ኮይና እውን ዝመፀት ባዕላ እያ። ገና ከዓ ሻድሸይቲ መንግስቲ ኮይና እውን ትመፅእ ዘላ ንሳ እያ። እዛ ራብዐይቲ መንግስቲ እዚኣ ክሳብ ምምጻእ ጐይታና የሱስ ክርስቶስ እትጸንሕ እውን እያ። ዳሕራይ ቀጥታ ባዕላ እቶም ሽዑ ዝነበሩ ማለት ኣይኮነን፣ ነቲ ሽዑ ዝነበረ ካብ ሽዑ ጀሚሩ ዝነበረ መምርሕታትን ኣፈጻጽማታትን መንግስትነትን ናይ ሮም ዘቐጽሉ ተተካእትታት ከም ዝቕጽሉ እዩ። እታ ራብዐይቲ መንግስቲ ሓምሸይቲ ኮይና ክትመጽእ እንኮላ ጳጳሳዊት ኮይና ከም ዝመጸት ተዛሪብናላ ነርና። እዛ ጳጳሳዊት እዚኣ እንደገና ብኽልተ እያ እትምቀል። ብኽልተ ተመቒላ ከም ዝመጸት ኣብ ምዕራፍ ክልተ ኣብ ምዕራፍ ሸውዓተ ርኢናያ ኔርና። ብዝኾነ ግን እዚ ሕዚ ዘለናሉ ግዜ እቲ ጳጳስ ሙሉእ ስልጣን ረኺቡ ነቲ ክገብሮ ዝግብኦን ከስልጦ ዘለዎን ነገራት ከመይ ከስልጥ ከም ዝኽእል ክንርኢ ርሑቕ ኣይኮነን። ከምቲ ብቲ ዝሓለፈ ትምህርትና ዝረኣናዮ ናይ ብዛዕባ ናይ መወዳእታ ግዜ ዝዛረብ ትንቢት ዳንኤል ምዕራፍ ሸሞንተ ዝበልናዮ ኣብ ቁጽሪ ዓሰርተ ሸውዓተ፣ ዓሰርተ ትሽዓተ፣ ዕስራን ሓሙሽተን ዝረኣናዮ እናረኣናዮ ዝመጻእና እዚ መወዳእታ ግዜ ገና ንቕድሚት ክኸውን ዝኽእል ጌርና ክንጽበዮ የብልናን። ንሕና ዘለናሉ ግዜ ባዕሉ ናይ መወዳእታ ግዜ እዩ። ተሪፉ ዘሎ ነገር እንተሎ እታ ሻድሸይቲ መንግስቲ ዕላዊ ኮይና ምውጻኣ። ዓለም ኣብ ዓሰርተ ተመቒለን ሓደ መራሒ ኣልይወን ናብ ሓደ እምነት ናብ ሓደ ናይ እምነት መራሒ ክጥቕለላ ምስ ተገበረ ድሕሪኡ ዝተረፈ ነገር የለን። ምምጻእ ጎይታና የሱስ ክርስቶስ ጥራይ እዩ። እቲ ሻብዓይ መንግስቲ ምግላጹ ጥራይ እዩ ዝተርፍ። ስለዚ ብምኽንያት እዩ እተን ቀዳሞት ሰለስተ ተገዲፈን ኣብዚ ራብዓይን ሓምሻይን ሻድሻይን ዘለኣለማዊ መንግስትን ኣተኲሩ ዘሎ ኣብ ትንቢት ዳንኤል ምዕራፍ ሸውዓተ። ትንቢት ዳንኤል ሸሞንተ እዚ ኸኣ እንደገና ንበይኑ ኣብ ካልኣይን ሳልሳይን መንግስትታት እዩ ዘተኩር። ካልኣይ መንግስቲ መን ነይሩ ኢልና? ሳልሳይ መንግስቲ ከ መን እዪ? ካልኣይ መንግስቲ መንግስቲ ሜዶን ፋርስን ወይ ድማ ብኣገላልፃ ምዕራፍ ክልተ ብሩር፣ በገላልፃ ምዕራፍ ሸውዓተ ድቢ፣ በገላልፃ ምዕራፍ ሸሞንተ ድማ ድቤላ ተባሂሉ ድዑል ይቕሬታ ድዑል ተባሂሉ ተገሊፁ ዘሎ ብሰለስተ ኣገላልጻ ተቐሚጡ ዘሎ ግን ብዛዕባ ሓደ መንግስቲ ዝዛረብ ንሱ ኸዓ ሜዶን ፋርስን ተባሂሉ ተነጺሩ ተቐሚጡ ዘሎ እቲ ሳልሳይ መንግስቲ ድማ ኣብ ምዕራፍ ክልተ ብኣስራዚ ወይ ድማ ነሓስ ተገሊጹ ዘሎ ኣብ ምዕራፍ ሸውዓተ ብነብሪ እሞ ድማ በርባዕተ ርእሱ ነብሪ በርባዕተ መንፈር ዑፍ ዘለዎ ነብሪ ተገሊጹ ዘሎ እቶም ኣርባዕተ ርእሲ እንታይ ከም ዝኾኑ ርኢናዮም ነርና ኢና ኣርባዕተ መንፈር ዑፍ ስለምንታይ ኣድልይዎ ተዘራሪብናሉ ነይርና ኢና ግን ሓደ ኣካል ሰብነት ነብሪ ዝነበሮ እዩ ደሓር እዚ ሳልሳይ መንግስቲ እዚ ድማ መንግስቲ ዮናኒ ወይ ድማ ግሪኽ ተባሂሉ ይግለጽ ይፍለጥ ብንጹር ድማ እዩ ተቐሚጥሉ ዘሎ ቃል ብቃሉ ስለዚ እዞም ካልኣይን ሳልሳይን መንግስትታት ኣተኲሩ ዘሎ ስለምንታይ እዩ? ትንቢት ዳንኤል ምዕራፍ ክልተ፣ ምዕራፍ ሸውዓተ፣ ምዕራፍ ሸሞንተ ብሓባር ምስ ዝውሰድ ኣብ ምዕራፍ ክልተ እተን ሽዱሽተ መንግስትታት እታ እትመጽእን ንኻልእ ዘይትወሃብን መንግስቲ ኣምላኽ ኣድ። እዚ ኣበይ እዩ? ኣብ ምዕራፍ ክልተ። ኮይኑ እውን ኣብ ምዕራፍ ሸውዓተ ድማ ሓደ ድሕሪ ሓደ እተን ሸውዓተ መንግስትታት ከመይ ከም ዝመጻን መፈጸምታ ዓለም ከመይ ከም ዝኾንን እታ ንእሽቶ ቀርኒ ከመይ ገይራ ሻድሻይ መንግስቲ ኮይና ነቲ ናይ ራብዓይ መንግስቲ ኣካይዳ ከም እተቐጽሎን ርኢና ኔርና። ሕዚ እውን እናተዛረብኩሉ ከምቲ ዝጸናሕኹ ኣብቲ ምዕራፍ ሸውዓተ ሸውዓተ መንግስትታት ከም ዝኾና እዘን ሸውዓተ መንግስትታት እዚኤን ድማ ሓደ ድሕሪ ሓደ ከመይ ኢለን ከም ዝመጻን ኣካይደእን እንታይ ከም ዝመስል እቲ ሓደ ነቲ ሓደ እናደምሰሰ እቲ ሓደ ነቲ ሓደ እናጥፈአ ከም ዝመፀ ዳሕራይ ናይዚ ከይተርፍ እታ ንእሽቶ ቀርኒ እውን ዓሰርተ ነይረን ካብ ዓሰርቲኤን ክትወጽእ ኾላ ሰለስተ መንቊሳ እያ ወጺኣ ንሳ ቦታ ንኽትረክብ ንሳ ስልጣን ንኽህልዋ ንሳ ነቲ ናይ ሮም ኣካያይዳ ንኽተፈጽም ቅድሚኡ ርኢናዮ ኔርና። በብሓደ ከመይ ኢላ እያ ንሰልስቲኤን ኣጥፊኣተን። ንሰለስቲኤን ምስ ኣጥፈኣተን ድማ ምኽንያት መጥፍኢኤን እንታይ ከም ዝኾነ እውን ርኢና ነይርና። ዳሕራይ ብምሉእ ስልጣን ብምሉእ ሓይላ እተን ሸውዓተ ኣሜን ኢለን ስለ ዝተቐበላ ምንም ከይኮና ክጸንሓ ክኢለን እየን። ንሳ መበል ሻምነይቲ እውን ኮይና ቀጺላ ንረኽባ። ኣብ ምዕራፍ ሸሞንተ ብዛዕባ እቶም ክልተ መንግስታትን እቶም ኣቕርንትን ክሳብ መንግስቲ ኣምላኽ ይገልጸልና። ኣብ ምዕራፍ ሸሞንተ ሰለስተ ነገር እየን ዝግለጻ። ካልኣይቲ መንግስቲ ሳልሰይቲ መንግስትን ዳሕራይ ቀርኒ ክዓላ ንእሽቶ ነይራ እናዓበየት እትኸይድ እዛ ንእሽቶ ቀርኒ ድማ እናዓበየት ከይዳ ክሳብ መንግስቲ ኣምላኽ ትበጽሕ ኣብ መስፍን ሰማይ እተብጽሖ ነገር ከም ዘሎ ይዛረበና። ዳንኤል ብዛዕባ ግዜ እዚ ራእይ እዚ እንታይ እዩ ዝነግረና ዘሎ? እቲ ግዜ እንታይ ፍልልይ ኣለዎ? ክልቲኡ ራእያት ንዳንኤል ኣብ ግዜ ንግስነት ቤልሻጽር ዝተዋህበ ስለምንታይ እዩ? እንደገና ካልእ ሕቶታውቲ ኣሎ፣ ኣብዚ ሰለስተ ነዘን ሕቶታውቲ እዚኤን ኢና ክንምልስ። ኣብ ምዕራፍ ሸሞንተ ኣብ ቁጽሪ ሓደ ዳንኤል እቲ ኣብዚ ዝገልጾ ራእይ ኣብ ሳልሳይ ዓመት ቤልሻጽር ከም ዝተዋህበ ይሕብረና። ኣብ ምዕራፍ ሸሞንተ ቁጽሪ ሓደ ከይና ምስ እነንብብ ነቲ ራእይ ክርኢ ከሎ እቲ ዝረኣየሉ ግዜ ኣብ ሳልሳይ ዓመት ቤልሻጽር ከም ዝተዋህቦ እዩ ዝነግረና። ንጉስ ቤልሻጽር ካብ ዝነግስ ኣብ ሳልሳይ ዓመቱ። ኣይናይ ምዕራፍ ሸሞንተ እዚ ማለት ዳንኤል ሸሞንተ ቅድሚ ውድቀት ባቢሎን ኣብ ግዜ ንግስነት ቤልሻጽር እዩ ተፈጺሙ። ከም ኣቀማምጣ ቅደም ሰዓብ ድማ ቅድሚ ምዕራፍ ሓሙሽተ ዝመጽእ እዩ። ምኽንያቱ ምዕራፍ ሓሙሽተ ዝዛረበና ብዛዕባ መንግስቲ ባቢሎን ኣይኮነን። ቅድም ኢሉ ክቕመጥ ከም ዘለዎ እዩ ዝዛረብ ከም ሓሳብ ከመይሲ ኣብ ሳልሳይ መንግስቲ ቤልሻፅር ካብ ተዋህቦ ቤልሻፅር ከይወረደ መንግስቲ ባቢሎን ገና ከይፈረሰ እዩ ተዋሂብዎ እዚ ራእይ እዚ ስለዚ ከም ኣቀማመጣ ቅድሚ ክመፅእ ምተገበኦ ንሱ ሽግር የብሉን ናቱ ኣይኮነን ሕዚ ዘራርባና ከም ዛንታ ግን ክንወስዶ ዘለና ባቢሎን ከይወደቐት ባቢሎን ኣብ ንግስናኣ እናሃለወት ንጉስ ቤልሻፅር እናመሓደራ እናሃለወ ግን ከዓ ተሸምሪሩ ኣብ ዝነበረሉ ግዜ እዩ ሙሉእ ሓይሉን ስልጣኑን ኣብ ኢዱ ብዘይነበረሉ ግዜ ዳንኤል ኣብ መንጎ ምዕራፍ ሸሞንተ ሓደን ንግዝኣት ንጉስ ቤልሻጽር ኣብ ሳልሰይቲ ዓመቱ ዝረኣዮን ኣብ ምዕራፍ ሸውዓተ ሓደን ንቤልሻጽር ንጉስ ባቢሎን ኣብታ ቀዳመይቲ ዓመቱ ዳንኤል ኣብ መደቀሲኡ ከሎ ሕልምን ራእያት ርእሱን ረኣየ ተመዝጊቡ ዘሎ ምትእስሳር ዚስሕብ ሕዚ ምዕራፍ ሸሞንተ ሓደ ኣብ ሳልሳይ ዓመት ንግስና ቤልሻጽር እዩ። ምዕራፍ ሸውዓተ ሓደ ዝነግረና ድማ ቤልሻጽር ንጉስ ባቢሎን ኣብታ ካብ ዝነግስ ኣብ ቀዳመይቲ ዓመቱ ሕዚ ክልቲኤን ራእያት እዚኤን ናይ ዳንኤል እየን። ገለ ሰባት ንመጽሓፍ ቅዱስ ትኽክል ኣይኮነን ኢሎም ዝዛረብሉ ብዛዕባ መጽሓፍ ቅዱስ ድማ ኣሉታዊ ዝኾነ ርእይቶ ክህቡ ዝደልዩ ሰባት ኣብቲ ናይ ቅደም ሰዓብ ኣቀማምጣ ብምውሳድ መጽሓፍ ቅዱስ ቅዱስ እንተ ዝኸውን ደኣ እቶም ዝጸሓፍዎ እውን ብመንፈስ ቅዱስ ተደሪኾም ዝጸሓፍዎ እንተ ዝኾኑ ስለምንታይ ከምዚ ዝበለ ምዝባዕ ኣጋጢሙ ኢሎም ከም መርትዖ ክጥቀምሉ ይፍትኑ እዮም። ግን ኣይኮነን ብምኽንያት እዩ። መጽሓፍ ቅዱስ ቅዱሳን ሰባት ብመንፈስ ቅዱስ ተደሪኾም ዝጸሓፍዎ ደኣ እምበር ከቶ ብናይ ሰብ ፍቓድ ዝኾነ ኣይኮነን። ኣብ ዓለምና ካብ ዝተወገዘ ኣብ ዓለምና ሰባት ካብ ዝሞትሉ፣ ኣብ ዓለምና ሰባት ንሰባት ካብ ዝቐተልሉ፣ ኣብ ዓለምና ብቑጽሪ ሓደ ዝስራዕ ካብ ዝንበብ መጽሓፍቲ፣ ኣብ ዓለምና ብዝተፈላለየ ቋንቋ ተተርጒሙ ንሰባት ካብ ዝበጽሐ መጽሓፍቲ ቁጽሪ ሓደ ዝስራዕ መጽሓፍ ቅዱስ እዩ ኣብ ጥቅኡ ውን ዝበጽሕ ዘየሎ ስለምንታይ ከምዚ ኮይኑ ሓቂ ስለ ዝሓዘ ብመንፈስ ቅዱስ ተደሪኾም ሰባት ስለ ዝጽሓፍዎን እዩ ግን እቲ ተመዝጊቡ ዘሎ ምትእስሳር ዝስሕብ እዩ። ብዋናነት ክንርድኦ ዝግብኣና ነገር ቅድሚ ውድቀት ባቢሎን ዝተፅሓፈ ምዃኑ ክርድኣና ክኽእል ኣለዎ። እቲ ኣብ ምዕራፍ ሸውዓተ ተገሊፁ ዘሎ ናይ መጀመርታ ራእዩ ኣብ ቀዳመይቲ ዓመት ቤልሻጽር እዩ ተዋሂብዎ። ንጉስ ቤልሻጽር ካብ ዝነግስ ሓደ ዓመት ምስ ገበረ፣ ኣብታ ቀዳመይቲ ዓመቱ እቲ ናይ መጀመርያ ምዕራፍ ሸውዓተ ራእያት፣ ሽዑ እዩ ተራእይዎ እቲ ናይ ራእይ ምዕራፍ ሸውዓተ ናይ ዳንኤል ድማ ብእንስሳ መሮር ተገሊጾም ዘለዉ እኒ ኣንበሳ ድቢ ነብሪ እናበለ ዝኸይድ ንሱ ምዃኑ ክንርስዕ ኣይመስለንን ንሱ ከም ዘሎ ኮይኑ ኣብ መንጎ እቲ ካልኣይ ራእይ ማለት ጸኒሑ ኣብ ሳልሳይ ዓመት ንግስና ቤልሻጽር ንኻልኣይ ግዜ እተርኣየሉ ግዜን ኣብ ዳንኤል ሓሙሽተ ተገሊጹ ዘሎ ፍጻመታትን ንጉስ ቤልሻጽርን መንግስቱን ከም ዝውዳእ ዝእውጅ ኣስታት ትሽዓተ ዓመት ዝሓለፎ እዩ ዝመስል። ኣብ መንጎ እቲ ካልኣይ ራእይ እተርኣየሉን ዳንኤል ነቲ ካልኣይ ራእይ ክርኢ ኸሎን ኣብ ምዕራፍ ሓሙሽተ ተገሊጹ ዘሎ ፍጻመታትን ኣብ መንጎኦም ናይ ትሽዓተ ዓመት ኣፈላላይ ከም ዘሎ እዩ ዘረድኣና። ንጉስ ቤልሻጽር መንግስቱን ክዝውዳእ ክእውጅ ከሎን፣ ደሓር ታሪኻዊ ምድላው ናይ መወዳእታ ለይቲ ንጉስ ባቢሎን ቤልሻጽር፣ እዚ ኣብ ምዕራፍ ሓሙሽተ ርኢናዮ ዝነበርና ታሪክ እዩ። ንጉስ ቤልሻፅር ኣብቲ ናይ መወዳእታ ለይቱ ኣብ ኣብ ቤተ መንግስቱ ግብዣ ገይሩ ኣስታት ሓደ ሽሕ ዝኾኑ መኳንንትን ሰበ ስልጣናትን ኣኪቡ መሰናበቲ እውን ይመስል ግብዣ ተገይሩ ነይሩ ኣብቲ ግብዣ ድማ ኣቦኡ ዘይተንከፎ ካብ እስራኤል ተማሪኹ ዝኸደ ንቤተ መቕደስ ኣገልግሎት ጥራይ ክውዕል ዝግብኦ ናይ ቤተ መቕደስ ናውቲ ኣብቲ ንሱ ዝዓንደረሉ ዝዕንድረሉ ዝነበረን ምስ ሰኸረ ኣምጽእዎ እሞ ንስተየሉ ኢሉ ንሕሰቦ ኣብ መንጎ ኣቡኡ ናቡከደናፆርን ቤልሻፅርን ዘሎ ግዜ ገፊሕ እዩ ኣብዚ ኩሉ ግዜ ተተንኪፉ ዘይፈልጥ ንሱ ግን ብድፍረት ብኢደይ ዘየጨማልቆ ብኢደይ ዘይደፍሮ ኣነ ዘይትንክፎ ነገር የለን ብዝብል ኣካየዳን ኣተሓሳስባን ነቲ ናይ ቤተ መቅደስ መስተይ ኣብኡ ንኽመጽእ እሞ ንኽስተ ብምግባሩ፣ ንንጉስ ቤልሻጽር እታ ለይቲ ንሳ ናይ መወዳእታ ለይቲ ነይራ። እቲ ግብዣ ንሱ ናይ መወዳእትኡ እዩ ነይሩ። ንሱ ብምግባሩ እምበኣር ኣብ ልቕሉቕ መንደቕ ኢድ ኣጻብእ ይጽሕፋ ነይረን። እቲ ጽሑፍ ንሱ ድማ ትርጉሙ ዳንኤል መጺኡ ከም ዝነገሮ፣ እንዲያውም ዳንኤል በቲ ግዜ እቲ ኣብቲ መንግስቲ ቦታን ስልጣንን ኣይነበሮን እና ከም ዝተጽሓፎ። ስለዚ ናይ መወዳእታ ለይቱ እያ ነይራ። ፍጻመ እቲ ፍሉጥ ጽሑፍ ኣብ መንደቕ መኔ መኔ ተቄል ኡፋርሲን ውድቀት ባቢሎን ንሜዶናውያንን ፋርሳውያንን ዘበሰረ ለይቲ እዩ ነይሩ። በቲ ለይቲ ንሱ ሜዶናውያን በቲ ናብቲ መንደቕ ባቢሎን ሰጊሩ ናብ ባቢሎን ኣትዩ ዘስቲ ዝነበረ ሩባ መገዲ ከም ዝቕየስ ገይሮሞ እዚ ኩሉ ክኸውን ከሎ ማንም ዘይፈልጥ ንሳቶም በቲ ሩባ ሩባ ገይሮም ክኣትዉ ክኢሎም ምክንያቱ እቲ ማዕፆ ማንም ክኸፍቶ ዘይኽእል ስለ ዝነበረ ብእኡ ኣቢሎም ክኣትዉ ክኽእሉ ከለዉ ከዓ እቲ ሽዑ ኣብ ግብዣን ኣብ ምስታይን ስለ ዝነበሩ እቲ ክዕጾ ዝግብኦ ከይተዓጸወ ብምትራፉ ብኡ ቢሎም ክኣትዉ ከም ዝኸኣሉ ዛንታ ይነግረና። እቲ ዘገርም እቶም ሰራዊት ባቢሎን ኣብ ዙርያ እቲ መንደቕ ሰራዊት ሜዶን ፋርስን ሰፊሮም ከም ዘለዉ እናፈለጡ ዘብጽሕዎ ነገር ክህሉ ኣይኽእልን። ነዚ መንደቕ እዚ ክሰግሩ ኣይኽእሉን እዮም፣ ነቲ ማዕጾታት እውን ክኸፍትዎ ኣይኽእሉን እዮም፣ ታሪክ ኣይቕየርን ኢሎም ኣብ ዝደምደምሉ ግዜ፣ ጠምዮም ከይኾኑ ጠሚኹም ኣለኹም ብዝብል ካብ ላዕሊ ኮይኖም ዝብላዕ ነገር እናሸንደዩሎም፣ የባጭውሎም ከም ዘይነበሩ በታ ለይቲ ንሳ ግን ሓደ ከይተረፈ ኩሉ ተደምሲሱ ሜዶን ፋርስን ተዓዊታ ባቢሎን ድማ ውድቀታ ኮይኑ እዚ ኣብቲ ትንቢት ተጻሒፉ ዘሎ ዛንታ ክፍጸም ግድን ስለ ዝነበረ እቲ ዛንታ ድማ ኣብኡ ተዛዚሙ ናይ መን ናይ ንጉስ ባቢሎን ቤልሻጽር ናቱ ጥራይ ኣይኮነን። ምስኡ ድማ ዛንታ ባቢሎን እውን ኣብቂዑ ዛንታ ሓዱሽ መንግስቲ ሜዶን ፋርስን ክኸውን ክኢሉ። ትዝክሩ እንተኾይንኩም ንጉስ ናቡከደናጾር ኣብቲ ዝሓለሞ ሕልሚ፣ ወርቂ ብሩር ነሓስ እናበለ ብዝኸደሉ ግዜ ካባኻ ዝንእስ ካልእ መንግስቲ ክትንስእ እዩ ተባሂሉ ዳንኤል ምስ ነገሮ እቲ ወርቂ ግና ንስኻ ኢኻ ተባሂሉ እናሃለወ ካባይ ዝንእስ ብድሕረይ ዝበሃል ክህሉ የብሉን ስለዚ እቲ ምስሊ ኩሉ ወርቂ ክኸውን ኣለዎ እግዚኣብሔር ይጋገ እዩ ዘሎ ኣነ እየ ትኽክል ብዝብል ንነፍሱ እውን ከም እግዚኣብሔር ዝቖፅር ከም ኣምላኽ ክምለኽ ዝደሊ ሰብ ስለ ዝነበረ ንሱ ከምኡ እኳ እንተበለ ካብቲ ኣምላኽ ዝበሎ ቃል ወፃኢ ክኸውን ስለ ዘይኽእል መንግስቲ ባቢሎን ውድቀቱ ኣኺሉ በታ ለይቲ ንሳ ድማ ናይ መወዳእታ ታሪክ መዕጸዊ ባቢሎን ኮይኑ ሓዱሽ ታሪክ ተጻሒፉ መንግስቲ ሜዶን ፋርስን ብ ሓሙሽተ ሰላሳ ትሽዓተ ቅድሚ ልደተ ክርስቶስ ብ ባቢሎን ብሓይልታት ቂሮስ ኣብ ትሕቲ ዳርዮስ ሜዳዊ ዝተስዓረትላ ዓመት ኮይኑ ድማ ተረኺቡ ንረኽቦ። ነዚ ኣብ ዛንታ እውን ተጻሒፉ ዘሎ ኢዩ። ስለዚ ቅደም ሰዓብ እቲ ራእይ ከምዚ ይኸይድ፣ ዳንኤል ሸውዓተ ቀዳማይ ዓመት ቤልሻጽር ሓሙሽተ ሚእትን ሓምሳን ቅድሚ ልደተ ክርስቶስ ራእይ ኣርባዕተ ኣራዊት ዝረኣየሉ ይኸውን። ዳኒኤል ሸሞንተ ሳልሳይ ዓመት ቤልሻጽር ኮይኑ ሓሙሽተ ሚእትን ኣርብዓን ሸሞንተን ቅድሚ ልደተ ክርስቶስ ራኢ ናይ ድዑልን ድቤላን ዝረኣየሉ ግዜ ይኸውን። ዳኒኤል ምዕራፍ ሓሙሽተ ዓመተ ቤልሻጽር ሓሙሽተን ሰላሳን ትሽዓተን ቅድሚ ልደተ ክርስቶስ ውድቀት ባቢሎን ኮይኑ። ሕዚ ኣብዚ ክንርእዮ ክንርድኦ ዝግበኣና ነገር መጽሓ እቲ ምዕራፋት ከም ኣቀማመጣ ቅደም ሰዓብ ስለምንታይ ዘይኮነ ዘይኮነስ እቲ ታሪክ ግን ብኸምዚ ዝኸይድ ምዃኑ እዩ እምበኣር ናይ ሎሚ ትምህርትና በዚ ወዲእና ኣለና። ምዕራፍ ሸሞንተ ግን ወዲእና ኣለና ማለት ኣይኮነን። ገና ምዕራፍ ሸሞንተ ክንቅጽሎ ኢና። ኣብ ሓምሻይ ነጥቢ እንርእዮ ዳንኤል ነዚ ካልኣይ ራእይ ምስ ተቐበለ ኣበይ ከም ዝነበረ ዝነግረና ስለምንታይ እዩ ዝብል ሕቶ ክንምልስ ኢና። ኣንቶይ ሰለስተ ሕቶ ኣልዒልና ኔርና፣ ነተን ሰለስተ ሕቶ ድማ ዝምልስ ሓሳብ ጌርና ኔርና። ሕዚ ድማ እታ ሓምሸይቲ ሓሳብ ሓንቲ ሕቶ ሒዝና ዝቕጽል ትምህርትና ክንርኢ እንከለና እንሪኦ ይኸውን። ብዝኾነ ግን ሕቶ ክህልወኩም ግልፂ ዘይኮነ ነገር ክህሉ ከም ዝኸእል እርድኣና እዩ እሞ ሕቶ ክህልወኩም ምስ ዝኸእል ንሕና መልሲ ንምሃብ ቅሩባት ኢና ስለዚ ሕቶ እንተ ኣልይኩም ሕቶኹም ኣቕርቡ ግልፂ ዘይኮነ ነገር ምስ ዝህሉ ግልፂ ከይኮነልካ ከሎ ምትራፍ ንኻልእ ነገር ዘቃልዐካ ስለ ዝኸውን ግልፂ ኮይኑልካ ምስ እትኸይድ ግን ፅቡቕ እዩ። ንምድሓንካ፣ ንህይወትካ፣ ንውሳነ ዝጠቅም ነገር እዩ። ግን ኣብዚ ክንዝንግዖ ዘይግበኣና ነገር ጎይታና ኢየሱስ ክርስቶስ ካባና ዝደልዮ ነገር እንተሎ ናብ ሰማይ ገፅ ንኽንጥምት እዩ። ናብቲ ንሱ ዘለዎ ቅድስተ ቅዱሳን ከመይ ልባትና ኣብኡ ክናፍቕ ምስ ዝጅምር፣ ኩለንተናና ናብኡ ገጽይ ዘብል፣ ናብኡይ ዘምርሕ፣ እዚ ምስ ኮነ ኸዓ ኣብቲ ንሱ ዘለዎ ንበጽሕ። ስለዚ ጎይታና የሱስ ክርስቶስ ኣብ ቅድስተ ቅዱሳን ምእንታና የማልድ ኣሎ። ምእንታና ኣብ ቅድሚ ኣቦ ይረኣየልና ኣሎ። ሓንሳብ ባዕሉ ብዘፍሰሶ ደም ብናይ ባዕሉ ናብ ቅድስተ ቅዱሳን ኣትዩ ስለዚ ናይ ሎሚ መደብና እምበኣር ብጸሎት ክንዛዝሞ ኢና እሞ ሓቢርና ንጸሊ ፈቃር ለዋህ ዝኾንካ እግዚኣብሔር ኣቦ ስለ ምሕረትካን ረድኤትካን ነመስግነካ ኩልሻዕ ድማ ስለ እተምህረና ኣምላኸይይ ብትዕግስቲ ስለ እትጽበየና ኣብቲ ዘለኻዮ ንኽንበጽሕ ዕዱል ስለ እትህበና ነመስግነካ እንሆ ቃልካ ተጻሒፉልና ዘሎ ንዓና እዩ ንረብሓና መንግስቲ ኣምላኽ ንኽንወርስ ንኽንበቅዕን ጎይታ ብመገድኻ ተመላሊስና ከምቲ ንስኻ ትፈትዎ ኮይንና ብመንፈስካ ተደሪኽና ንኽንጸንሓካ ስለዚ ክትመጽእ እንከለኻ ድማ ኣምላኸይይ የእዳውና ዘርጊሕና ክንቀባበለካ ዘኽእል ትብዓትን መንፈስን ንኽህልወና ንስኻ ኣኽእለና ስለቲ ፈቃር ሽምካ ኣሜን።